ብስም ኣብን ወልድን መንፈስ ቅዱስ ሓደ ኣምላኽ ኣሜን። ብድሕርዚ ዋና ክብሪ ዝኾነ እግዚኣብሔር ክውር ዝኾነ እግዚኣብሔር ክውር ዝኾነ ኣስኬማ መላእኽቲ ሃቦ። ጻደ ኣብና ኣቦና ከኣ ካብቶም ዝድህሰሱን ዘይድህሰሱን ዝረኣዩን ዘይረኣዩን ካብ ኣርባዕተ ባህርያት ዝፈጠሮ ቃድማይ ፍጡር ኣደም ካብ ዝፈጠርዎ ርሳሓት ዘይብሉ ኣእዳዉ ብለይቲ ከም መብራህቲ ዝበርህ ብመዓልቲ ከም ጸሓይ ዘንጸባርቕ ክቡር ኣስኬማ ተቐበለ። እቲ ኣስኬማ ድማ ምልክት መስቀል ነበሮ። ድሕሪዚ ምንኩስና ኣስኬማ ከምቶም መሰረታት ምንኩስና ዝኾኑ እንጦንዮስን መቃርዮስን ኣብ ሰዓት ሰለስተ ኣምሳለ እቲ ጐይታና ዝተቐበሎ ኣኽሊል እሾኽ ዝኾነ መንፈሳዊ ቆባዕ ሃቦ። እንጌራ ከይበልዐን ማይ ከይሰትየን ብኢድቲ ብጾምን ብጸሎትን ስግደትን ሓሙሽተ ሚእቲ ስሳን ክልተን ዓመታት ዝተጋደለ ኣቡነ ገብረ መንፈስ ቅዱስ እቲ ዮሃንስ ኣብ ገዳም ዝተዓጠቖ ዓሊም ቅናት ምሳሌኡ ዝኾነ ሰማያዊ ቅናት ሃቦ። ልብሲ ኣፍ ልቢ ንሱ ድማ ምሳሌ ስጋ ማርያም ዝተብሃለ ሃቦ ልዕሊቶም ብህይወቶም ከለዉ ጽኑዕ ገሊ ዝተጋደሉ ቅዱሳን ንላዕሊ ብፍቓድ ኣቦን ወድን ኣቦን ወልድን ናይ ባህርይ ሕይወት መንፈስ ቅዱስን ነዚ ቀዊዕ እዝን ኣስኬማ ቅርወት ኣዲምን ቅናትን ልብሲ ኣልብስን ኣፍልብን ልብሲ ኣብ ልብን ኩሉብ ዘሎ ሥርዓት ምንኩሳትን ተቐቢሉ ካብቲ ናታቶም ኣዛይዱ ብጾምን ጸሎትን ልማንን ስግደትን ኣገልገለ። ንሱ ብዕድመ ካብኣታቶም ይንእስ፣ ብገሊ ግና ካብቶም ኣብ ጫፍ ዓለም ዘለዉ ኩሎም ቅዱሳን ይዓቢ። እዚ ጻድቕ ኣምኖ ዘብረኣብሩኽ ብዘይ ዋላ ሓደ ድኻም ብመዓልትን ለይትን ልክዕ ኩሉ ሳዕ ብዘይ ዕረፍቲ ይጽሊ ነበረ። ብዛዕባ ዳንጋ እግሩ ከም ዝተሰበረን ካሊእ እግሪ ከም ዝሃቦን እዚ ጻድቕ እዚ ኣብ ሓጋይን ክረምትን ኣብ መዓልትን ለይትን ኣብ ብዝሒ ደው ምባሉ ዝተልዓለ ላንጋ እግሩ ተሰበረ። ንሱ እግሩ ስለ ዝተሰበረ በታ ሓንቲ እግሩ ደው ኢሉ ደኣ ጸኒዑ ንብዙሕ እዋን ጸለየ እምበር ኣይሓዘነን። ኣብቲ ናይ ቅዱስ ኣገልግሎቱ ዋላ ሓንቲ ኣይጎደሎን። ካብቲ ዝለመዶ ስግደት ደው ምባል ኣየቋረጸን። ፊቱ ጽንዓት ገሉን ብሓንቲ እግሩ ደው ናይ ምባል ብርታዐኡን ረኣዩ፣ ብፍጥነት ካብ ጫፍ ክሳብ ጫፍ ዓለም ዝበጽሕ እግሪ ሃቦ። ኣብ ክንዲ'ታ ዝተሰበረት እግሩ ድማ ካልእ እግሪ ቀጸለሉ። ንሳ ኸኣ ከምታ ቀደመይቲ ጥዕይቲ ኰነት። ብዛዕባ ኻብ ሰማይ ዝተዋህበቶ እግሩ ኺጐዪ ኸሎ፣ ካብ ንፋስ ይቅልጥፍ፣ ብዘይ ድኻም ኣብ ምድሪ ላዕልን ታሕትን ኪብል ከሎ፣ ካብ መላእኽቲ ንላዕሊ ቕድም ነበረ። እግዚኣብሄር ከኣ ብዛዕባ እቲ ኻብ እግሩ ኽሳዕ ሕቝኡ ዚበጽሕ ጽኑዕ መንከራ ርእዩ። ኩሉ ፍጥረት ብስልጣንካ ይግዛእ ኣብ መዋእልካ ኣብ ትሕቲ ሰማይ ምድርን ከሎ ኩሉ ኣብ ዘበንካ ዝጠፍእ ዝጎንድእ ዝጎድእ ኣይንበር ኢሉ ቃል ኪዳን ሓዎ ዘለዓለም ዓለም ጸሎትን በረከት ምሕረት ኣምላኹን ምስ ኩላትና ህዝበ ክርስቲያን ይኹን ኣሜን። ምዕራፍ ዓሰርተ ክልተ ብዛዕባ ኣብ ንዝውሮ ኣብሮ ሃገር ግብጺ ከም ዝበጽሐ። ብስም ኣብን ወልድን መንፈስ ቅዱስ ሓደ ኣምላኽ ኣሜን። ድሕረዚ እግዚኣብሔር ንኣቦና ናብ እስክንድርያ ከይዱ ኣብኣ ተኣምርን መንክራትን ክገብር ኣዘዞ። መንፈስ ቅዱስ ኣላዓዒሉ ናብ ሃገር እስክንድርያ ናብ ክቡር ሊቀ ጳጳሳት እስክንድርያ ኣባ ዮሐንስ ኣብ መንበረ ሃወርያት ማሪቆስ ተሸመ ክኸይድ ኣገደዶ። ኣብኡ ወንጌል መንግስቲ እግዚኣብሔር ሰበኸ፣ ክሳዕ ኣድያም ግብጺ ደማ ኣምሓረ። ኣብ ውሽጣ ዝነበሩ ጣኦታት ዝመልኩ ነገራት ደማ ኣጥፍኣ። እቲ ጻዲቅ ኣብቲ ሊቀ ጳጳስ ሃገረ እስክንድርያ ኣባ ዮሃንስ ዘሎ በጺሑ ቅድሚኡ ደው በለ። ሽዑ እውን ሰገደሉ። ብመንፈሳዊ ሰላምታ ኸዓ ሰላም በሎ። እሱ ኣቦ ሃይማኖትን ሰረት ትሩፋትን ስለ ዝነበረ ኦ ፍጹም ኣቦይ ምእንቲ በረከትካ ክረክብሲ ባርያኻ ባርኸኒ በሎ። እቲ ሊቀ ጳጳስ ነዚ ዘረባ እዚ ሰሚዑ ናይ እግዚኣብሔር ሰብ ኣብ ንዙር ኣብሮ ኢደይ ኣብ ልዕልየኻ ኣንቢረ ክባርከካ ኣይግበእንን እዩ። ይትረፍ ክባርከካ ኣስኣን እግርኻ ጼረ ናብ ዝኸድካዮ ክስዕበካ እየ ዝግበእኒ ከመይ መንፈስ ቅዱስ ጳጳስ ገይሩ ሸይሙካ ርእሲ ኩሉ ዓለም እውን ገይርካ እዩ በሎ። ብፁዕን ቅዱስን ኣቡነ ዘውርኣብሮ ደማ ክቡር ኣቦና ሊቀ ጳጳስ እዚ ዘረባ እዚ ሰሚዑ ኦ ኣቦይ ንምንታይ በረከትካ ከሊእኻኒ በሎ። ሽዑ እግዚኣብሔር ስልጣንካ ይባርኸልካ ክህነትካን ሽመትካን ይቀድስ ኢሉ መረቖ ባረኾ። ብድሕሪ'ዚ ነገረ ሃይማኖቱን ሥርዓተ መነኮሳትን ምስኡ ኬዕልል ጀመረ። ከመይ ንሱ ሥርዓት መነኮሳት ስለ ዝፈልጥ፣ ምኽንያቱ ነቶም ኩሎም ኣብ በረኻን በሓትን ዝነበሩ ቅዱሳን፣ ኣቦኦም እዩ። ከምዚ ኢሎም ብቕኑዕ ልቢ ከዕልሉ ከለዉ ፀሓይ ክትዓርብ ኣንቈልቈለት፣ ሰዓት ትሽዓተ ኸዓ በጽሐ። ሽዑ ብፁዕ ቅዱስ ኣቡነ ዘወርኣብሩኽ ሊቀ ጳጳስ ኣባ ዮሐንስ እምበኣርከ ከይድ ኣፋንወኒ ኣብዚ ሃገር እስክንድርያ ምሳኻ ከለኹ መሲዩ ጸሓይ ኣንቈልቊላ ሰዓት ትሽዓን ተኾይኑ በሎ። እቲ ሊቀ ጳጳስ ከኣ ሰሚዑ እምበር ዓድኻ ርሑቕ እዩ እሞ ካብ ድካም ተዓረፍ ምሳይ ሕደር በሎ። ጻድቕ ኣቦና እዚ ሰሚዑ ነቲ ሊቀ ጳጳስ ዓደይን ቤተይን ሓዲገ ኣብ ካሊእ ሃገር ንከይሓድር ካብ እግዚኣብሔር ተኣዚዘ እየ እሞ ናብ ዓደይ ክኸይድ ኣፋንወኒ በሎ። እቲ ሊቀ ጳጳስ ትእዛዝ ፈጣሪኡ ሰሚዑ ቀዲሙ ፈቐደሉ። ናብ ሃገሩ ድማ ኣፋነዎ። ክልቲኦም መገዲ ክኸይዱ ከሎ ክልቲኦም መገዲ ክኸዱ ከለዉ ሊቀ ጳጳስ ኣባ ዮሃንስ ንኣቡነ ዘብራሮ ጸዊሩ ተሸኪሙ ክሳዕ ኢትዮጵያ ኣብጽሖ። ድሕረዚ ክልቲኦም ተፋነዉ። ኣባ ዮሃንስ ንኣብነት ዘውራኣብሩኽ እግዚኣብሔር ካብ ናይ ቅዱሳን ዝዓቢ ዝዓበየ ጸጋን ክብርን ስለ ዝሃቦ እናኣመስገነ ናብ ግብጺ ሃገሩ ተመለሰ። እቲ ንሱ ድማ ሊቀ ጳጳስ ኣባ ዮሐንስ ስለ ዝረኣዮን ሓዉ ክብሩ ስለ ዝገለጸሉን እግዚኣብሔር ኣመስገነ። እግዚኣብሔር ንፈታዊኡ ብፁዕን ቅዱስን ኣቡነ ዘውራኣብሩኽ ብዙይ ተኣምራት ዝገለጸሉ ንኣና ድማ እግዚኣብሔር ከምኡ ይግበረልና። ጸሎትን በረከት ምሕረት ኣምላኹን ንዘለዓለም ምስ ኣገልገልቱ ይኹን ኣሜን። ተሽዓይ ክፋል ይቐጽል። ወስብሐት ለእግዚኣብሔር ወለድንግል ወለመስቀሉ ክቡር ለዓለም ወለዓለም ዓለም ኣሜን።